ሰላም ኣብ ናይ ሎሚ መደብና ብጣዕሚ መዘራረቢ ዘሎ ብዛዕባ ፕሬዚዳንት ኢሰያስ ኣፍወርቅን ከምኡውን ብዛዕባ ኣልቡርሃን ኣብ ሱዳን እንታይ ኣጋጢሙ? ኣብ ፖርት ሱዳን ናይ ድሮን መጥቃዕትታት ተኻይዱ እዩ፣ ኣልቡርሃንን ክቡር ፕሬዚዳንት ኢሳያስ ኣፈወርቂን ሞይቶም ክኾኑ ይኽእሉ እዮም ዝብል ትንታነታት ብምቕራብ መሊሶም ኣብ ከተማ ኣስመራ
ሕጂ ሱዳን ጸጥትኦም ኣውሒሶም እዮም ንፕረዚደንት ጸዊዖሞ ክንብል ከ ክንብል ኣይንኽእልን ንምንታይ ምንእኣስ ህዝቢ ሱዳን ዘይኮነ ዘለዎ ኩነታት ማለት እዩ። እዚኦምን ካልኦትን ሓደሽቲ ሓበሬታታት ሒዘልኩም ቀሪበ ኣለኹ ክሳብ መወዳእታ እዚ ቪድዮ እዚ ሓቢርኩም ንጽንሑ ኩላህና ላይክ ምግባር ንጀምሮ ንቐጽል። እሺ ፍትዋት ተኸታተልቲ ቀዳማይ ቪድዮና ማለት እዩ ኣብዚ ክልተ መዓልቲ ናይ ቲክ ቶክ ኣዋርድ ኣብ ኢትዮጵያ ተኻይዱ ከም ዝነበረ ዝፍለጥ ኮይኑ ማለት እዩ ኣብዚ ጆኒ ማለት እዩ ምስ ኣዶናይ ትጓዓዝ ማለት እዩ ጌራቶ ነበረት ክዳን ብዛዕባ ቀይሕ ባሕርን ከምኡ ውን ብዛዕባ ህዳሴ ግድብ ከም ዝውክልን ኣብዚ ናይ ቲክ ቶክ ኣዋርድ ውን ናብ ካሊእ ነገር ከም ዘተሓሓዝዋ እንዳተሓበረ እዩ ዝርከብ ዘሎ ነናቱ ሪኢቶ

ክቡራት ተኸታተልቲ ከምዚ ክንከታተሎን ክንዕዘቦን ዝጸናሕና ካብ ግድብ ናብ ቀይሕ ባሕሪ ዝብል ዲዛይን ክዳን እያ ተኸዲና መጺኣ። ኣብዚ ዝሓለፈ መዓልታት ኣብ ኢትዮጵያ ናይ ቲክቶክ ሽልማት ዝካየደሉ መድረኽ ተኻይዱ ነይሩ። ኣብቲ መድረኻት'ዩ ብኸምዚ ዓይነት መንገዲ ነቲ ኣብ ልዕሊ ህዝብን መንግስትን ኤርትራ ዝግበር ዘሎ ኣዋጃት ኲናትን ዕቡድ ምንቅስቓስ ንባሕርን ኣፍደገ ባሕርን ጎስጓሳት ከካይድሉ ንዕዘብ ዘለና ኤርትራውያን ኣብ ገጻት ቲክቶክ ዝነጥፎ ነዚ ዝተኻየደ ከምዚ ዓይነት ናይ ሽልማት መድረኻት ዓበይቲ ጎስጓሳት ከካይድሉ ቀንየሙን ኔሮም እቲ ዝተኻየደ ጎስጓሳት ከኣ ተገምጢሉ ንዓና ንኤርትራውያን ክሃርመና ንዕዘብ ኣለና እዛ ሰብ እዚኣ ከምዚ ዓይነት ኣካዳድና ጌራ ዝመጸት ምስ ትዕውት ዝኾነ ሰብ ኣፍቃሪት ኾይና ኤርትራውያን ከኣ ነዚ ዝተዓወተ ሰብ ዓበይቲ ጎስጓሳትን ሓገዛትን ክተካይድሉ ተዓዚብና ኔርና፣ ስለዚ ንመን ንሕግዝ ኣቐዲምና እንተንፍልጥ ኣዝዩ ጽቡቕን ኣገዳስን ኔሩ፣ ኣቐዲምና ዓበይቲ ሓገዛት ዝገበርናሎም ዓቢ ምሕብሓብ ዝገበርናሎም ኢትዮጵያውያን ተገምጢሎም ኣብ ልዕሌና እንታይ ዓይነት በደላት የውርዱ ኣለዉ እዚ ንከታተሎን ንዕዘቦን ዘለና ኩነታት ስለዝኾነ ርሑቕ ከይከድና ካብ ከም በዓል ደሳለን ከምኡውን በላይ መንገሻ ክንመሃር ይግባእ እዞም ሰባት እዚኦም ኤርትራውያን ኣብ ማሕበራዊ መራኸቢታት ንኽነጥፉ ዓበይቲ ሓገዛት ክሳብ ፊናንሳዊ ሓገዛት ተዋሂቦም ሕጂ ተገምጢሎም ወጊሑ ክሳብ ዝዓርብ ኣብ ልዕሊ ህዝብን መንግስትን ኤርትራ ተንኮላትን ፕሮፖጋንዳን ክምህዙን ክነዝሑን ዝውዕሉ ዘለዉ ሰባት እዮም ስለዚ ብወገን ኢትዮጵያ ዝግበር ከምዚ ዓይነት ዝጥፍላልይ መድረኻት ኤርትራውያን ኢድናን እግርናን ኣጣሚርና እንተ ተኻታተልናዮ ኣዝዩ ዝበለጸ ይኸውን ምኽንያቱ ኣብ ዝተፍላለዩ እዋናት ንገብሮ ሓገዛት ተገምጢሉ ንዓና ግዳይ ክገብረና ንህከታተልን ንዕዘብን ስለ ዘለና። ኣሺ እፍ ተኸታታትልቲ ከም ትሰምዑ ዘለኹም ማለት እዩ እዚ ሓውና ማለት እዩ ኣብ ልዕሊ ኣዶናይ ዘይኮነ ቕም ምስሊ እዩ ሒዙ ዘሎ ከም ትሪእዎ ዘለኹም ድማ ብዘይ ኮነ ቓላት እንዳ ጸወዐ እዩ ዝርከብ ማለት ጃኒ ማለት እዩ ከምቲ ዝፍለጥ ምስ ኣዶናይ ኮላብሬት ጌራ ትሰርሕ እምበር ክሳብ ሕዚ ማለት እዩ ጃኒ ሒዛቶ ዝመጽእ መልእኽቲ ንኣዶናይ ከም ዘይምልከት ምንም ፍሉጥ ነገር እዩ ማለት እዩ። ስለዚ እዚ መልእኽቲ እዚ ማለት እዩ ትኽክል ክኾን ኣይኸልን ምኽንያቱ ድማ ኣዶናይ ዝደገፍኩም ማለት እዩ ከናስሐኩም ኣይግባእን ምኽንያቱ ድማ ንሱ ዝገበሮ ነገር ስለ ዘይብሉ ማለት እዩ። ኣብ መንጎ ኢትዮጵያን ኤርትራን ዝካየድ ኲናት ዝመርሕዎ እዚኦም እዮም። ሰለስቲኦም ኢታማጆር ሹማት እዮም። ካብኡ በዓል ካሰያይ ጨመዳ፣ በዓል ዮሃንስ መንጋግ፣ በዓል ካሊእ ማሊእ ደድሕሪኦም እዮም። ናይ ሳሞራ ብዘመን ወራር ሻዕብያ ዝተዛረቦ የውፅዎ ኣለዉ ሕዚ ነው የሚያውቁት።
ወደ ጉጋ ሲመጣባቸው መወጋት ያውቃሉ እነሱ። እኛ ደግሞ ወደ ጉድጓድ የገባ አውጥተን ከጉድጓዱ ማሸነፍ እናውቃለን፣ ያውቃሉ እነሱ። እነሱ ወደ ጉድጓድ የሚመጣ ነው የሚያውቁት። ወደ ጉጋ ሲመጣ ሳሞራ ክገጥም ከሎ ሕዚ ንትግራይ እንታይ ከም ዝበላ ርኢኹሞ እንዲኹም? ንሰራዊት ትግራይ እንታይ ከም ዝበሎ ርኢኹሞ እንዲኹም? ኣብ ደገ ዘለው ኣብ ምቹው ባይታ ዝኔው በዓል ብስራተ ማረን በዓል ስዬን ኣጆኹም በሃልቲ በዓል ፃድቃን በዓል ሳሞራ ብዓቕሞም ካብ ኣዲስ ኣበባ ኮይኖም ነቶም ተታሊሎም በረኻ ዝወፁ መናእሰይ ኣጆኹም በሃልቲ ካብኡ ዓሰስ ገሰስ ተሸኪምካ መፂኻ ኤርትራ ክውረር ትግራይ ክውረር እዩ ንኤርትራ ኤርትራውያን ኣለውዋ እቲ ኩነታት ግን ትግራይን ኤርትራን ብሓንሳብ ናይ ምጭፍላቕ ጉዳይ ስለ ዝኾነ እዚዩ ብግምት ኣይኮንናን ንዛረቦ። ንወዲ ወረደ ከፍ ኣቢሉ ኣብይ ኣሕመድ ኣነ ኣይበለንን ይበል ኣነ ክውቀሰሉ ብስሩ ክኽሰሰሉ እውን እኽእል እየ ከፍ ኣቢሉ ወይ ኣሕልፉና ወይ ሓቢርና ክንድኳዓኩም ኢና ኢልዎ እዩ። ኣድኒቐ ንወዲ ወረደ ኣቕሪበሉ እየ እዚ ነጊርዎ እዩ ወዲ ወረደ ተጋዳላይ እዩ ወዲ ወረደ ዋላ ኣብታ ፖለቲካ ዘይኽእላ ኮይኑ ፈዘዘዝ እንተበላ ተጋዳላይ እዩ። ተኽንድኳዓኩም ኣብ ጁባኻ ሸኳዓዮ ከም ማለት ኢሉ ቃል ብቃል ዋላ ከምኡ ይኹን እዚ ዘይበሃል ኢኻ ኢልካ ተጋዳላይ ኢየ ኣነ እንታይ ማለት እዩ ምድኳዕ ማለት ሰላም ኢና ንደሊ ንሰላም ኢና ንልምን ዘለና ከምዚ ዝበሃል ኣይኸውንን ኣይኽይድን ኣይትጋገ ኢልዎ ብደንቢ ሰሪሕናሉ ኢና እዚ ቃል ብቃል ግን ከምኡ ምባሉ ንዓይ ንሃይለ ዘሪኤኒ ንህዝቢ ትግራይ እውን ንህዝቢ ኤርትራ እውን ከሪኦ ዘለዎ ትግራይን ኤርትራን እንትብላዓ ብሓደ እንትለምዓ ብሓደ እየን ፉቶ ፅላእ ንሱ እዩ ኩልና ትግርኛ ስለ ንዛረብ ኣይኮነን ኩልና እተን ዘለዋና ብሄረሰባት ሓደ ዓይነት ስለ ዝኾና ኣይኮነን። ኩልና ሃይማኖትና ሓደ ስለ ዝኾነ ኣይኮነን። ተዋሊድና ኣብቲ እውን ትግራዋይ ኣብቲ እውን ትግራዋይ ኣብቲ እውን ኤርትራ ንበሎ ኣብቲ እውን ኤርትራዊ ንበሎ ብዘየግድስ እቲ ትግራይ ትግርኝ ዝበሃል ዝነበረ ሓደ ዓሌት ምዃኑ ዘጠራጥር የብሉ። ንሱ ጥራሕ ግን ኣይኮነን ሓደ ዓሌት ዝኾነ ኣብ ክልተ ሃገር ይነብሩ እዮም። ንሕና ምህላውናን ምጥፋእናን ሓደ ምዃኑ ዘረጋግጸልና እኮ ንድሕሪት እኮ ተመሊስና ምርኣይ ስለ ዝኣበየና እዩ እምበር ሸሞንተ ጀኖሳይድ ደበጺሕናና ኣነ ደጋጊመ እየ ዝዛረበን ዘለኹ እዚ ቀጥታ ፈነወ እዩ ኣብ ትግራይ ይኹን ኣብ ኤርትራ ይኹን ዘሎ ትግርኛ ዝሰምዕ ኣብ ዓለም ዘሎ ብምሉእ ዝሰምዖ እዩ እተን ኣነ ኣንቢበ ዝበጻሕክወን ፈጸምዎ ረሲዕኻዮ እዚ ውን ጆነሳይድ እዩ ኢሎም ይነግሩኒ ኔሮም ታሪኽ ኣቦታት ይድውሉለይ ካብ ዓዲ። ኣሸይ ካብ ዝመጻኒ ማለት እዩ ፕሬዚዳንት ኢሳያስ ኣፈወርቂ ሱዳን ከም ዝኣተወ ዝፍለጥ ኮይኑ ማለት እዩ ብዛዕብኡ እስከ ኣብርሃኻ ሓደ ሓደ ሪእቶታት እንዳሃበ እዩ ዝርከብ ዘሎ። ተኣፋፊ ኮይኑ በዚ መሰረት ክትሪኦ ከለኻ ኣብ ዕላምኡ ተወፋይነት ናይ ፕረዚደንት እሳያስ ሓፈሻዊ፣ እቲ ትብዓት ሓሞት ገለ ዝብሃል ኣይበቕዖን ክኸውን ይኽእል ምናልባት ከም ቃል ንሓደ ዓቢ መራሒ ሓሞት ገለ ኢልካ ምቅላል እዩ ግን ኣብ ዕላምኡ ዘለዎ ተወፋይነትን ድፍረትን ብጣዕሚ ዝገርም እዩ መኽንያቱ ተመሳሳሊ ሕጂ ጥራይ ኣይኮንካን ዋላ ኣብ ሊብያ ውን ተኣጊዳህሉ ዝነበረት ጥሒሱ ናብ ሊብያ ክኣቱ ትሪኦ ኢኻ ን መንግስቲ ኤርትራ ኣብ ሱዳን ከኣ ሕጂ ኣብ ከምዚ ኣመሰለ ተኣፋፊ ቦታት እዞም መንግስታት ኣይገሹን እዮም እቶም ፈተውቲ ነብሶም ንደሞዝ ኢሎም ፕረዚደንት ዘናድዩ፣ ንስልጣን ኢሎም ፕረዚደንት ዘናድዩ መንግስታት፣ መስዋእቲ ዘይክፍሉ መንግስታት ናብ ከምዚ ተንከስ ኢሎም ኣይኮኑን እዮም። መይቶም ኣይከድሉካን እዮም። ውክልና ገለመለ እዮም ዝሰዱ። ኣብዚ እዋንዚ ይትረፍ ፕረዚደንት እሰያስ ካልኦት ንኣሽቱ ንእሽቶ ሓላፍነት ተሸከሙ ሰባት ከማን ክትልእኾም ከለኻ ድልዋት ኮይኖም ንመስዋእቲ እዮም ክኸዱ ዝኽእሉ እምበር ኣዝዩ ተኣፋፊ ዘሎ ኩነታት እዩ ማለት እዩ። ኣሸበርቲ ዝበዝሕዎ እዩ። ሓደ እቲ ዝገርም ተወፋይነት ናይ ፕረዚደንት ኢሳያስ እዚ እዩ። ትብዓቱ ማለት እዩ። ኣብ ትሕቲ ፈጣሪ ከኣ ኩሉ ግዜ ህዝቢ ኤርትራ ይጽሊ እዩ። ዝምልከቶም ይጽልዩ እዮም። ኣብ ትሕቲ ፈጣሪ እቲ ዝገርመካ ኣብዚ ከኣ ክንስሕቶ ዘይብልና ጸጥታ ማለት እዩ። ሕጂ ሱዳን ጸጥትኦም ኣውሒሶም እዮም ንፕረዚደንት ጸዊዖሞ ክንብል ክንብል ኣይንኽእልን ንምንታይ ምንእኣስ ህዝቢ ሱዳን ዘይኮነ ዘለዎ ኩነታት ማለት እዩ። እቲ ዘለዎ ዕግርግር ዘለዎን ናይ ገዛእ ርእሶም ህይወት እውን ከድሕኑ ይከኣሉን ኣብ ከቢድ ምትእትታውን ነውጽን ኣብ ከፊላዊ ውድቀትን ስለ ዘለዉ ሰማያቶምን መሬቶምን ክቆጻጸሩ ኣይክእሉን እዮም። ሰማያትን መሬትን ጸጥትኡ ሓልዩ ነዚ ጉዕዞ እዚ ውሑስ ዝገብር ዘሎ እቲ ጸጥታ ኤርትራ ዝበሃል ንዓለም ምስጢር ዝኾነ ማለት ኣብ ዝኸድካዮ ቦታ ናቱ ዓሸራ ዘለዎ ጸጥታ እቲ ዘገርም እዩ። ከም ዝኣመሰለ ሓደገኛ ቦታ ሰማያቱን መሬቱን ኣውሒስካ ሰላማዊ ጉዕዞ ክትገብር ከለኻ ብሰላም ዓዱ ይመለስ ዘገርም ናይ ኤርትራ ሓይሊ ጸጥታ እዚ ብጣዕሚ ዘገርም እዩ የግርም እዩ። እዚ ኣቐዲምና ክንገልጾ ይግባእ ጽቡቕ ሃገራዊ ዋንነትን ሃብትን ጌርና ከኣ ንኾርዓሉ። እቲ ተፈጢሩ ዘሎ ከም ዝኣመሰለ ኣቀባብላ ኣወንታዊ ኣቀባብላ ናይ ህዝቢ ከ እንተልካ ኣብ መወዳእታ ተጠቀምቲ ናይዚ ኣነን ንስኻን ኢና ወይ ዘርኢ ናህና እዩ ዘርኢ ኤርትራዊ ዘርኢ እዩ ኤርትራዊ ህዝቢ ምስ ሱዳን ሕማቅ ዛንታ ተገዲፍሉ ክኸይድ የብሉን ብሰንኪ ፖለቲኩ ብሰንኪ ፖለቲካና ምስ ኣምሓራይ ምስ ትግራዋይ ሕማቅ ዛንታ ምስ ዓፋር ሕማቅ ዛንታ ተገዲፍልና ክኸይድ የብሉን እዚ ህንጻ ፖለቲካ እዚ ንትውልድታት ህዝቢ ኤርትራ ኣብ ዝኸዶ ብሰላም ክድቅስ ኤርትራውኒ እንዳበሉ ኩሎም ብማይ ክቅበሉና ዝገብር ስለዝኾነ ብጣዕሚ እቲ ሃብቲ ናይታ ሃገር እዩ ንሃንጾ ዘለና እዩ ንሃንጾ ኢና ዘለና ንሕና ምስ ህዝቢ ሱዳን እምበር ምስ ፖለቲካዊ ሓይልታት ኣይኮናን ፖለቲካዊ ሓይልታት ሓጺር እዩ ዕምሮም ተበለጽቲ እዮም ህዝቢ ግን ነባሪ እዩ ኣብ ጎኒ ህዝቢ ተኾንካ ከኣ ኩሉ ግዜ ሰለማዊ ዝምድና ሃልይካ ኣሽይ ፍትዋ ተኸታተልቲ ከም ትሰምዑ ዘለኹም ማለት እዩ ኣብርሃ ከምቲ ዝበሎ ማለት እዩ ኣብዚ ሕዚ ሰዓት ኣብ ሱዳን ማለት እዩ ከቢድ ናይ ጸጥታ ኩነታት ከም ዘሎ እንዳሓበረ እዩ ዝርከብ ዘሎ ማለት እዩ ምስዙ ኣተሓሒዙ ከኣ ፕሬዚዳንት ኢሳያስ ኣፈወርቂ ኣብዚ ሕዚ ሰዓት ናብ ሱዳን ብምእታው ማለት እዩ ኣብዚ ማሕበራዊ ሚድያ ብጣዕሚ ብዙሕ ኣዘራረብቲ ሓበሬታታት እንዳውፅኦም ዝርከብ ዘሎ። ሱዳን እዚኣ ኣንፈቱ ንብሃብን ካልእ ፕሮፖጋንዳ ንምስራሕን ትማልን ሎምን ኣብ ገፅታ ትዊተር ናይ ሓሶት ዜናታት ክዝርጋሕ ንዕዘብ ኣለና። እቲ ዝተዘርገሐ ናይ ሓሶት ዜናታት ኣልጀዜራ ከም ዝተዘርገሐ ኣምሲልካ እዩ ፈተነታት ተኻይዱ ዝርከብ ዘሎ። እቲ ሓሶታት ድማ ኣብ ፖርት ሱዳን መጥቃዕትታት ተኻይዱን ኣብ ኣስመራ ካእ ፈተነ ዕልዋ ይካየድ ኣሎ ዝብል ኣርእስታት ተዋሂብዎ እዩ። እዚ ጉዳይ ንማሕበራዊ መራኸብታት ብፍላይ ከኣ ንገጻት ትዊተር ከዕልቕልቖ ተዓዚብና ንርከብ ኣለና። እዞም ኮራኹር ናይ ስርዓት ብልጽግና ሚድያታት ንኤርትራውያን እንታይ ዓይነት ክፋእን ተንኮልን የሕስቡ ካብዚ ጉዳይ ክንፈልጥን ክንርዳእን ንኽእል። ኣብ ፖርት ሱዳን ናይ ድሮን መጥቃዕትታት ተኻይዱ እዩ። ኣልቡርሃንን ክቡር ፕሬዝዳንት ኢሳያስ ኣፈወርቂን ሞይቶም ክኾኑ ይኽእሉ እዮም ዝብል ትንታነታት ብምቕራብ መሊሶም ኣብ ከተማ ኣስመራ እንታይ ዓይነት ክፋእን ተንኮልን የሕስቡ። ካብዚ ጉዳይ ክንፈልጥን ክንርዳእን እንኽእል፣ ኣብ ፖርት ሱዳን ናይ ድሮን መጥቃዕትታት ተኻይዱ እዩ፣ ኣልቡርሃንን ክቡር ፕሬዚዳንት ኢሳያስ ኣፈወርቅን ሞይቶም ክኾኑ ይኽእሉ እዮም ዝብል ትንታነታት ብምቕራብ መሊሶም ኣብ ከተማ ኣስመራ ፈተና ዕልዋ መንግስቲ የካይዱ ኣሎ ብምባል ብኸምዚ ዓይነት መንገዲ ሓበሬታ ከዘርግሑ ተዓዚብና ኣለና። ብተወሳኺ ተለኣኣኽቲ ስርዓት ብልፅግና ኣብ ዞባ ጋሽ ባርካ ከባብታት ዓብላን ዴዳድን ሓደ መንእሰይ ብጥይት ከምዝተቐተለ ዝገልፁ። ናይዞም ሰባት እዚኦም ክፋእን ተንኮልን መወዳእታ ዝበሃል የብሉን። ኣብ ዕስራን ሓደን ክፍለ ዘመን ግን እቲ ዝግበር ሓሶትን ፀለመን ብቴክኖሎጂ ተሓጊዝካ ክትፈልጦ ዘሽግር ኣይኮነን። ከምቲ ትከታተልዎን ትዕዘብዎን ዘለኹም እቲ ተዘርጊሑ ዝርከብ ዘሎ ሓበሬታ ናይ ሓሶት ዝተሰኣለ ስእልን ከምኡውን ብዙሕ ጌጋታት ናይ እንግሊሽ ቃላት ከምዘለዎ እዩ ተሓቢሩ ዝርከብ ዘሎ። ናይ ስርዓት ብልፅግና መራኸብታት ናይ ፕሮፓጋንዳ መሳርሕታት ፎን ስእሊ'ውን ሓሶታት ብደቂቕ ዝከታተልዎ ኣይኮኑን። ክቡር ፕሬዚዳንት ኢሳያስ ኣፈወርቂ ናብ ሱዳን ምብጽሑ ዓበይቲ ዜናታት ዓለም እንከይተረፋ እናጸብጸብኦ እየን ዝርከባ ዘለዋ። እሺ ከም ትሰምዕዎ ዘለኹም ማለት እዩ ኣብዚ ሐዚ ሰዓት ኣብ ሱዳን ዘሎ ናይ ፀጥታዊ ኩነታት ማለት እዩ ምስኡ ተሓሒዙ ኸዓ ፕሬዚዳንት ኢሳያስ ኣፈወርቂን ከምኡ ውን ናብ ሱዳን ምእታው ማለት እዩ ኣዘራራቢ ኾይኑ እዩ ዝርከብ ዘሎ ምኽንያቱ ድማ ንሶም ውን ከም ትሪእዎ ዘለኹም ሒዘምዎ ዝወፁ ዘለዉ ሓበሬታ ካብ ሓቂ ዝረሓቀ ሓበሬታ ከም ዝኾነ ማለት እዩ ብዝተፈላለዩ ማዕኸናት እንዳ ተሓበረ እዩ ዝርከብ ዘሎ። ሽሞፍቶ ተኸታተልቲ ናይ ሎሚ ዝነበሩ ሓበሬታታት እዚኦምን ካልኦትን ነይሮም። ኣብ ቀጻሊ ብሓድሽ ሓበሬታ ክሳዕ ንራኸብ ቅድሚ እዚ ቪድዮ እዚ ምብጻሕኩም ኩላኹም ላይክ ምግባር ከይትርስዑ። ሰሰናዩ ጸጽቡቕ የስመዐና።